ማእኸልነት ዝበሃል ኣለዎ ህዝባዊ ግንባር ካብታ ርሱን እዋን እዩ ተኣዝዩ ባህ ድብለካ ቃል ን ከኣ ክልተ ደንደስ ኣብ ትሩባ ኣለኹ እንዳበልኩኻ ቢንቶ ሰሪሖም ኣለዉ ገርኻ ኣነ ትውሕጀ ዘለኹ ሓይሊ ናይቲ መንግስቲ ትርእየልኻ ይሕይል ስለ ዘሎ ሃነን ኢሉ ቀርኒ ኣፍሪቃ ዝወጽእ መንግስቲ ስለ ዘለና እቲ ውሕጅ እሱ እዩ ሃገሽ ከብሎም ምኽእል እዩ ንኽልቲኦም ደንደስ ኣብቲ ደንደስ ድጽንበሩ ኣባላት ክህልዎ እዮም ካብቲ ደንደስ ሃደሽ ኢሎም ሲ ድጽንበሩ ናብቲ ሩባ ኣባላት ክህልዉ ይኽእሉ እዮም ኣነ ኣብ ሩባይ ኣለኹ ካብኣ ወጽኒ ክጥዕም መዓትካ እዩ።
ሰላም ሰላም ተኻታተልቲ ሙራኤል ቲቪ ከመይ ትኾኑ ከመይ ኣለኹም እዚ ቻነል ሓድሽ ብምዃኑ ሳብስክራይብ ላይክ ጌርኩም ሰዓብትና ንዓኹም ናይ ሓንቲ ደቂቅ ሳብስክራይብ ምግባር ንዓና ግን ብዙሕ ዕብየት እዩ እሞ ሳብስክራይብ ጌርኩም ሰዓቡና ሎምዓንቲ እየ ብዛዕባ ወዲ ሽዋ ዝበሃል ኣብ ካናዳ ዝቅመጥ ኤርትራዊ ሓሳባቱ ክንሰምዖ ኢና ሪያክሽን ከኣ ክንገብር ኢና ብዛዕባ ሓላፍነት ይዛረብ ኤርትራ ሓላፊ ከም ዘይብላ ዶ እንታይ ዶስ ቤሂ ዶስ ገለ መለ መዓት ሃተውተው እዩ ዝብል ነይሩ ሓሳቡ እሞ ንስምዓዮ ሽዑ ናትና ሓሳብ ከኣ ክንህብ ኢና ኣብዚ ወለዶ እዚ ኣብዚ መንእሰይ እዚ ኣብዚ ብዙሕ ዋጋ ከፊሉ ንናጽነቱ ንሓርነቱ ክብል ብዙሕ ዋጋ ከፊሉ ዝመጸ መንእሰይ ከኣ እዚ ናቶም ኣተሓሳስባ ሂግደፍን ሂግደፋውነትን ኣተሓሳስባ ሲ ኣቦና ኣባና ቦታ ከም ዘይብሉ ብርግጽ ክንነግሮ ኢና ለስጎ ናብቲ ሓሳቡ

ስለዚ ናይ ጣዕሳ ፎርም መሊኡስ ኣነስ ነቶም ጋንታይ ኣግዲዐዮም ኢሉ እዩ ናይ ጣዕሳ ፎርም ዝመልእ ዘሎ እቲ ልክዕ ትርጉም እየ ዝብለካ ዘለኹ ጣዕሳ እወ ካልእ ዋላ ሓንቲ ትርጉም የብላን እዚኣ ስለዚ እዚ ሰብ እዚ ፎርም መሊኡ ናብ ሃገሩ ምለስ ናብ ሃገሩ ምስ ተመልሰ ስድርኡ ክርኢ ክእል እዩ ግን ካብ ሚኒስትርታት ተተመሊሱስ ነተን ሚኒስትርታት ዝኾና ኣርባዕተ ሓሙሽተ ላፕቶፕ ከም እንተሕር ተማሊኡ ንዘለዎ ናይ ስደት ካካይ ተመኩሮ ዘለዎ ናይ ስደት ከቢድን ረዚንን ኣዝዩ በቃ ክትዛረበሉ ዘሕፍረካ ተመኩሮ ናይ ስደት ክገልጸሎም እንድሕር ፈቲኑ ኣብቲ ሓይልታት ከይዱ ኣብቲ ድፋዓት ከይዱ እዚ ትርጉም የብሉን እዩ ከረድኦም እንድሕር ክኢሉ እዚ ሰብ እዚ ተጣዒሱ ክንብሎ ንክእልና። ኣብ ሚኒስትሪ ትምህርቲ ከይዱ ኣበርክትኡ ኣበርኪቱ ንኣብነት ኣብ ሚኒስትሪ ወፃኢ ጉዳያት ከይዱ ኣበርክትኡ ኣበርኪቱ እሞ ከዓስ ናቱ መረረ ናቱ እንዳገለፀ ምናልባሽ በንፃሩ እውን እኮ ኣዝዩ በሊሕ እንድሕር ኮይኑ ነቲ ሃገር ዝጠቅም ትምህርቲ ተማሂሩን ተመክሮ ቀሲሙን እንድሕር መፂኡ ካብ ዝተፈላለየ ስራሓት ነቲ ሃገር ዝጠቅም እንድሕር ኣሎ ኮይኑ ኣብ ግምት ኣእትዎ።
እንቋዕ ተሰደደ ክብልዎ ክኽእሉ ኣለዎም። ኩልናስ እንቋዕ ሓደ ኣይኮንናን። እዚ ሰብ እዚ ናይ ጠሓሳ ፎርመንጢኡ መሊኡ እንድሕር መጺኡ ዝወሓጥ ኣርእስቲ እዩ እዚ። ተደይኮነ ግን ካብ ዲያስፖራ ንኤርትራ ከይድካ ኣብዚኣ ሰ መጀመርያ ነምጻ ዝ ሓሳቡ ብዛዕባ ጣዕሳ እዩ ዝዛረብ ዘሎ ም መጀመርያ ካብ እንተ ዘይተጋግየ ብርግጽ ኣይኮንኩን እቲኣ ቪድዮ ናይ ቴስዓታት ኢሰያስ ኣፈወርቅ ብዛዕባ ኣብ ክልተ ሽሕ ዓመተ ምህረት ኣብቲ ናይ ጋዘጠኛታት ገለ ምእሳር ዝነበረሉ ኩነታት ዝተዛረቦ ዘረባ ኣሎ ካብዚ ነገር እዚ ሃዲሞም ዝኸዱ ዓፍራ እዮም ንዓይ ዝኸደ ይኺድ እቲ ዘሎ ሓንካስ ክኸይድ ዘይክእል ይኣኽለኒ ዝበሎ እዚ ከኣ ብዛዕባ ይንጣጢዕ መንጣጢዕ የምስል ኣሎ እንታይ ዝብል ዘሎ ተጣዒስ መንግስቲሲ ለባም ስጉምቲ ወሲኑ ብዛዕባ እቲ ንዓለማትሲ ንኤርትራ ጓሕጒሕካ ንምውጻእ ዝሓሰብኦ መደባን ንምፍሻልሲ መንግስቲ ለባም ስጉምቲ ወሲኑ ብጻዓሳሲ መንእሰይ ንሃገሩ ንክምለስ ኢሉ ማለት እዩ ሕጂ እንታይ እዩ ተጣዒስካሲ ስድራካ ንክትርኢ ማለት እዩ ተጣዒስካሲ ኣብኡ ንክትነብር ፍቃድ የብልካ በቃ ካብኡ ክትርሕቅ እዩ ምክንያቱ እቲ ዝከፈእ ስግኣት ናይ ሂግደፍ መንእሰይ ኣብ ዓዱ ንምንባር እዩ ኣብ ዓድና ንሕና እንተ ነርና እንተ ክንነብር ተጀምቢርና ኢንቨስት ክንገብር ተጀምቢርና ንሕና ብግቡእ ኣብ ዓድና ምስ ስድራና ክንነብር ተጀምቢርና ስግኣቱ ንሕና ኢና ስለዚ ተጣዒስካ ሲ ንክልተ ሰሙን ጌርካ ስድራካ ርኢካ ንምውጻእ እዩ ዕላማ ካልእ ወላ ሓንቲ የብሉን ኢንቨስት ክትገብር ትካል ክተውጽእ ኣይትኽእልን ኢኻ ኣብ ዓድኻ ክትነብር ኣይትኽእልን ኢኻ ምክንያቱ ርግኣት የለን ብዛዕባ ዘይፈልጦ ነገር እዩ ዝዛረብ ዘሎ እዚ ሰብ እዚ ንኣብነት ካብ ሆላንድ ኣነ ተመሊሰ ሲ መን የቕስነኒ ክነብር ከይ ይኽእሎ ኣይክእልንየ ግን በቃ ተጣዒሰስ ስረይ ፈቲሐሲ ንክልተ ሰሙን ንክልተ ወርሒ እንታይ ማለት እዩ እዚ ዝገደደ ከዓ ብዛዕባ ኣብ ደገ ነርካሲ ንዓድኻ ክትምለስ እንከለኻ ሚኒስተር እንድሕር ነርካ ካብ እንዳ ሚኒስተር ትምህርቲ እንድሕር ወጺኻ ካብ ካናዳ ክትምለስ እንከለኻ እንታይ ኣለዎ ሓደ ኣርባዕተ ላፕቶፕ ተተማላእካ ኣርባዕተ ላፕቶፕ ተማሊእካ ሲ ግቡእካ ትገብር ኣለኻ ማለት እዩ ዝምጉት ዘሎ ብዛዕባ ኤርትራ እኳ ይዛረብ ዘሎ ስምዑ እሞ ክቡራት ኣሕዋት ብዛዕባ ኤርትራ ብዛዕባ ሃገር ልዕሊ ሽዱሽተ ሚልዮን ዝቕመጥዋ ሃገር እዩ ትዛረብ ዘሎ ብዛዕባ ኣርባዕተ ላፕቶፕ ሲ ያ ኣብዚ ዕድመ እዚ ከዓ እዩ ምዃኑ ዘሕዝነካ ማለት ዕድመ ፀጊብ እዩ ሰላሳን ሓሙሽተን ሰላሳን ሽዱሽተን ዓመት ጌርካስ ከምዚ ነገራት ክሓስብ ተስፋ ለቁርፅካ ተስፋ የቁርፀካ ብጣዕሚ መፃኢ እቲ ዝሕዝነካ ከዓ ኣብቲ ኣብቲ ፅፍሒ ናይ ኤርትራ ስልጣን ሒዞም ዘለዉ ሰባት

ብቐዳምነት ኣብዚ ቃለ መሕትት ሎሚ ክዛረበሉ ደልየ ዘለኹ ክዕረዩ ዝግብኦም ነገራት ስለ ዘለዉ ሓላፊ ዝበሃል ቃል ቀዳማይ ነገር ኣልግሰለይ እታ ቃል እየ ክብለካ ዘለኹ ነቲ ሰብ ገለ ይኮነ እታ ቃል ኣልግሰለይ ሓላፊ ዝበሃል ነገር ኣብ ኤርትራ የለን ኣብ ዲያስፖራ ሓላፊ የለ ኣብ ኤርትራ ሓላፊ የለን የለን እታ ቃል እየ ክብለካ ዘለኹ እንታይ ኣሎ
ህዝባዊ ግንባር ማእኸልነት እዩ ድብል ካበይ መጺኡ እዚ ሓላፊ ዝብል ቃል ኣበይ ኢኻ ትሓልፍ ንመን ኢኻ ትሓልፈሉ። ጀሚርካ ኣላ ሕጂ እንታይ እስከ ኣብ ከምዚ ዓይነት ስንፍና ተራእዩ ኣይፈልጥን በቃ ብዛዕባ ሕጂ እዚ ትንትና ዘሎ ኣብ ኤርትራ ሓላፊ ዝበሃል የለን ክመዓራረ ኣለዎ እዚ ነገር እዚ ብመእከልነት ዝበሃል ነገር ተተመዓራሪ የሓይሽ እዚኣ ሓላፊ ትበሃል ቃል ኣጥፋኣለይ ገለ ይብል ዘሎ ይዋሳእ ዲ ዘሎ ዋላ እቲ ሓቂ ዝዛረብ ዘሎ ይጠፊእንን ሕጂ ብዛዓባ እንታይ እዩ ክነግረኩም እንታይ ይብል ኣሎ መስለኩም ኣብ ኤርትራስ ሓላፊ የለን ማእከልነት ዝገበረ እዩ ዘሎ በቃ ሓላፊ የብልና ማእከልነት ሓላፊ ማለት ሲ በቃ ብዛዕባ ሓደ ነገር ክስታይ ዝወስድ እዩ ብዛዕባ ሓደ ዝግበር ዘሎ ስጉምታት ሓላፍነት ዝወስደሉ እዩ ኣብ ኤርትራ ከዓ ሓለፍቲ ኣለዉ በቃ ክርትም ክርትም ኣቢሎም ዝጉሕፉኻ ሓለፍቲ ኣለው ጨካናት ሓለፍቲ ኣለው ርጉማት ኣዴታት ዝኣስሩ ፈቐድኡ መንእሰያት ኣብ ጎደጉዲ እትዮም ኣትማን ዝድርብዩ ሓሲብካ ኢሎም ዝኣስሩ ሓለፍቲ ኣለው ሊደር እዩ ዘይብልና ንዓና ኣብ ኤርትራ ክሳብ ሕጂ ከም ቢተወደድ ሊደር ሰብ ኣይመፀን መራሒ ከምዚ ንዘይከውን ነገራት ከም ዝኸውን ዝእምን ኣብ ጎኒ ሓቂ ዝጸንዕ እምበር ሓሰውቲ ወሸልኽ ንዜጋታቶም ዘጥፍኡ ዝኣስሩ ኣዴታት ዘዋርዱን ዘብሉን ሓለፍቲ ኣለዉ ንዓኻ እውን ስደተኛ ክገብሩኻ ዝኽእሉ ሓለፍቲ ኣለዉ ኤምባስታት ብዛዕባ ዜጋታቶም ደፊሮም ክሓቱ ዘይክእሉ ኤምባስታት ኣለዉ እዚኦም ከዓ ሓለፍቲ እዮም ሕጂ እቲ ቃል ባዕልኻ ዲክሽነሪ ፈቲሽካ ብዛዕባ ምንታይ ትዛረብ ኣለኻ ፈትሾ እምበር ተዘይተጋግየ ኣብዚ ውሑድ መዓልትታት እዚኣ ቪድዮ እዚኣ ሕጂ ብዙሕ እያ ተሰሚዓ ዘላ ኣብዚ ውይኑ ይሪኦ ኣለኹ ልዕሊ ሸውዓተ ሚእትን ዓሰርተ ትሽዓተን ላይክ ሂቦሞ ኣለዉ ሸውዓተ ሚእትን ዓሰርተ ትሽዓተን ሰባትሲ ነዚ ሓሳብ ዝተሰማሚዖምሉ ብዛዕባ ኣርባዕተ ላፕቶፕ ምእታው ንኤርትራሲ ወዲኦም ኣለዉ ማለት እዩ ኢንቨስት ክገብሩ ኣርባዕተ ላፕቶፕሲ ሃገር ከበርኩትላ ብዛዕባ ኤርትራ ሓላፊ ከም ዘይብላሲ እዚ በቲ እቲ ዝሓሸ ሓሳባት እየ ሪያክሽን ዝገብሮ ዘለኹ ካብዚ ዝኸፍእ ሓሳባት ድርበይ ኣሎ ብዛዕባ በጊዕ ቃጭል ብዛዕባ ላም ኣብ ካናዳ ቃጭል ኣለዋ ኣብ ኤርትራ እውን ከምኡ ኣለዋ ገለመለ ሕጂ እቲ ዝሕዝነካ ግን ኣብ ዓድና እዚኦም ሰባት እዚኦም ብዙሕ ቦታ እዮም ዝሕዙ ኣብዚ ኢሮጳ እውን መፅኦም ብዙሕ ተሰማዕነት ከጥሪ እዩ ኣብቲ ዲያስፖራ ዝብሎ ብዛዕባ ዲያስፖራ እውን ተዛሪቡ ነይሩ ብዙሕ ቦታ እዮም ዝሕዙ ብዛዕባ ነቲ መንእሰይ ሲ ጨኪኖም ይሕዝዎ እዮም ብሓሳባቶም ከምዚ ትሚልካ ለመጭመጭ ዘረባ ገለገለ ገይሮም ሲ ነቲ መንእሰይ በቃ ፈራሕ ንክኸውን ብዛዕባ መጻኢስ ብዛዕባ መጻኢ ይዛረብ እዩ ዘሎ እዚ ሰብ እዚ ሕጂ ተጣዒስካ ክልተ ወርሒ ኣቲኻ ንምምላስ እዩ ዝዛረብ ዘሎ ብዛዕባ ከመይ ጌርካ ንሓደ ኣረጊት ሰብኣይሲ ኣገልጋሊ ኮንካ ክትነብር ካብ ንሓደ ኣረጊት ስርዓት ምድጋፍ ንቆጠብ ከምዚ ቡልሽት ሓሳባት ከዓ ኣይትስምዑ ንዓናስ በቃ ኣብ ኣፍሪቃ ኣብዚ ከባቢናስ ባድራ ዘዝገበረ ክፃወታልና ካራባታ ዘዝገበረ እንታይ ዝገበረ መንእሰይ እዩ ሓሳብ እንተሊካ ብዛዕባ እንድሕር እዚ ጌጋ እንተልካ ወያነ እንድሕር ገለ ተዛሪብካ ክሳብ መዓስ ኢና ከምዚ እዚ ኣካይዳ ናይ ኢሮጳስ ንርእዮ ኣለና እንዲና። ብኸመይ ካብ ኩናት ካብ ሽግር ካብ ገለስ ወጽዮምስ ኣብ ምንታይ ምዕባለ ኣትዮም ኣለዉስ ንርእዮ ኣለና። ኣብኡ ኢና ንነብር ዘለና። ህዝብና ብሰንኪ ምስኣን ጽርግያ ተዋሪዱ እንከሎ ብዛዕባ ሓላፊ እትዮም ዘዋርድዎ ዘለዉ ሓለፍቲሲ ብዛዕባ ንስኹም ንስኻ ክትሓልፈሎም ሕረትን ድንቁርናን ዘሰክመና ዘሎ ተመልከትዎ ባዕልኹም። So ክሳብ መዓስ ኢና ከምዚ? ካብ ሕጂሲ እዚ ነገራት እዚ በጃኹም ብምስትውዓል መንእሰያት ክንሓስቦ ክንክእል ኣለና። መንግስቲ ኤርትራ ነዚ ጉዳይ እዚ ንምክትታል ነዊሕ ጉዕዞ ዝወስድ መሳልል ይኽተል ከም ዘሎ እፈልጥ እየ። መዘኻኸሪ ከኣ ኣብ ኤርትራ ብዛ ብሳይኮሎጂ ዘጽነዐ ዲግሪ ኣሎ። እዚ ሕጂ ብዛዕባ ሳይኮሎጂ ክንዛረብ ከለና ምስ ዛዕባ ጸቕጢ ናይ ሕብረተሰብ ሓደ መንእሰይሲ ኣብ ደፕሬሽን ዝእትዎ ብኸመይ ካብኡ ይወጽእ ብዛዕባ ብዙሕ ነገራት ምስ ሶሻል ምስ ምንባርና ዝተሓሓዝሲ ብዙሕ መጽናዕቲ ዘጽንዕ እዩ። ዲግሪ ከኣ ኢና ንዛረብ ዘለና። ብዛዕባ ብዲግሪ ተመሪቐ ዝብል ሰብ ማሲ ነቲ ዜጋ ብምሉኡ ብዘይ ሓደ ተረፍ ኣብ ፀቕጢ ኣብ ስነ ኣእምሮ ንሪኦ ኣለና ኣብዚ ግዜ ሲ መንእሰያት ብክንደይ ተሓኒቆም ይሞቱ ኣለዉ ብዙሕ ሽግራት ይገጥሞም ኣሎ ክንደይ ኣብ ጎደናታት ተደርብዮም ዝነብሩ መንእሰያት ኣለውና ስለዚ ነዚ ፀቕጢ እዚ ዘይምርድኡ ክሳብ ሕጂ በቃ ዲግሪ ለን እንታይ መዓብሰልካ ዲግሪ ሲ ዲግሪ ሰቂልካ ብዛዕባ ነቲ መንእሰይ ካብ ጸቕጢ ክተውጾ ዘይትኽእል እንድሕር ኮንካ ግዳይ ባዕልኻ ኢኻ ኮንካ ኢልካ ትወራዘየሉ ተኮንካ እንታይ ማለት እዩ እዚ ስምዑ እሞ ብጣዕሚ እዩ ዘሕፍርቲ ሓሳባቱ ናብኡ ገዲፈኩም ኣለኹ
ኣርኣይ ክቡራት ተኸታተልቲ መደብና ቃለ መሕተት ምስ ኣባል ቦርድ ሓለዋ ሰውራ ዮሴፍ ተስፋይ ኢና ነካይድ ዘለና ናብታ ስዒባ ትመጽእ ሕቶይ ክኣቱ እየ ዮሴፍ ተስፋይ ኣባል ቦርድ ሓለዋ ሰውራ ኣብ ዝሓለፈ ክልተ ዓመታት ኣብ ትምህርቲ ተጸሚድካ ነርካ ብዓውዲ ሳይበር ሴኩሪቲ ስፔሻሊስት ድማ ወዲእካ ኣለኻ ኣብ ስደት ትርጉም ናይ ትምህርቲ ከመይ ረኺብካዮ ከመይ ትገልጾ
ንድኻመይ ኣዘኻኺርካኒ ፅቡቕ ሕቶ እዩ ትምህርቲ መሰረቱ ትምህርቲ እንታይ እዩ ማለት እዩ ንድኻመይ ክብለካ ከለኹስ ኣብ ትምህርቲ ዘሎ ድኻም ሰብ ይፈልጦ እዩ ባዕሉ ማለት እዩ ለይትን ቀትርን ከይደቀስካ ትቃለሶ ቃልሲ እዩ ትምህርቲ ኣብዘን ዝሓለፋ ክልተ ዓመትን ፈረቓን ኣብ ካናዳ ዝነበርክዎ ከኣ እቲ ክልተ ዓመት ኣብ ትምህርቲ ተወዲኡ ከምቲ ዝበልካዮ ኣብዚ ዝመጽእ ዘሎ ሕጂ መስከረም እቲ ጽምብል ኣሎ ሴረሞኒ ጽምብል እዩ ቆቢዕ ትገብር ገለ ምሽ ቆቢዕ በዝጠልጠል ዘለዎ ገለ ጣቑዕልካ ገለ ገለ ገለ ከምኡስ ኣሎ ካልኣይቲ ካራዘ
እወ ኣብ ኤርትራ ከለኹ ሳይኮሎጂ ዲግሪ ነይራትኒ እዚኣ ከኣ ዲፕሎማ እያ ናይ ሳይበር ሴኩሪቲ ስፔሻሊስት ሓያል እዩ ኣብዚ ዓዲ ትምህርቲ ከምዚ ዲፕሎም ሰርቲፊኬት ገለ ኢልካ ማስተርስ ገለ ክትብሎ ቀሊል ገለ ይመስሎ ሰብ ግን ሓያል እቲ ትምህርቲ ሓያል እዩ ሓያል ጉዕዞኻ ይደሊ ማለት እዩ ስለዚ ኣብቲ ትምህርቲ ኣትየ ካብ ኣብ ዝርዝር ዝኣቱ ንህዝቢ እውን ረባሺ ንኸይከውን ግን ኣብተን ዝበልካየን ነጥብታት እንተዝመፅእ ደስ ምበለኒ። ምኽንያቱ እንታይ ኢኻ ኢልካኒ ኣብ ህዝቢ ኣባኻ እንታይ ለውጢ ክምፅእ ይኽእል ገለ ዝበልካዮ ትምህርቲ እንታይ ማለት እዩ መጀመርያ ትምህርቲ በቐንዱ ማለት እዩ ትምህርቲ መብረድ እዩ።

ኦኬ ከተረድኣ ከለካ ነዴ- ነዴኻስ ካርቦን ገለ ፕላስቱ ገለ ኢልካ ኦክስጅን ገለ ኢልካ ዲኻ ተረድኣ ዋላ እንታይ ኢኻ ተረድእ ኣይተረዳእን ኢኻ ትብሉ። ስለዚ ኣብ ደረጃ ናይቲ ሕብረተሰብ ወሪድካ ተረድኦ ምክንያቱ ዩኒ- ትምህርቲ ኣበይ ኣሎ ኢልዎ ዳዊት ሻዕብያ አዎ። ኣብ ዩኒቨርሲቲ ይበሎ ያ፣ ሲ፣ እዚኣ ሕጂ ፅብቕቲ መዕፀዊት እያ ስለዚ ምሁር እንታይ ተማሂሩ ዝበሃል ቀ- ቃል ቀሊል ኣይኮነን ማዕረ ማዕረ ኣብ ካሪክለም ናትና ዘሎ ጌጋታት ክነግረካ ጌጋታት ክብለካ ከለኹስ ክ- ክኽለስ ዘለዎ ክኽለስ ዘለዎ

ኒውቶን ንዓርፎም ድዩ ቀጻሊ ዝውዕሉ ዘርከበ ይተውዕሎ ኒውቶን ጃክ ጎበዝ ዓዲ መስገደል ዝመለሰ ዝራብዕ ኮይኖም ጸርዮም ርሆም ኣርሓ ኮይኑሎም ባይታኹም ሕሱም ይጽ እንታይ ደልያ ኣድልዎ ጓይላ ተክል ኣድልዎ ጓይላ ኣጉባዝ ዓዲ ኣብ ፀሓይ ምዳቕ ኣኻውሕ ጸጢሕዎም ውዕል